ሰላም ሰላም ሰላም ከመይ ኣለኹም ክቡራት ተኸታተልትና ንሎሚ እውን ከምቲ ልሙድ ሓደ ሓድሽ ሓበሬታ ኢና ሒዝናልኩም ቀሪብና ዘለና ሓፍትና መኒካ ተኣሲራ ዝብል ወረ ኣብ ሰሙን እንዳተዘዋወረ ቀኒ እዩ መን የእሲርዋ ዝብል ድማ ሓውና ዮናስ እምባየ እዩ እሲርዋ ዮናስ እምባየ ማለት ጎግሪን ኤርትራ ዝብል ፕሮግራም ሒዙ ዓብዪ መደብ ሒዙ ኤርትራ ሓምለዋይ ንምግባር ዝንቀሳቐስ ዝነበረ ወዲ እዩ። መቐመጢኡ ድማ ኣብ ኤሜሪካ እዩ። ሕጂ ካብ ኤሜሪካ እንዳተመላለሰ እዩ ንሞኒካ ኣብ ናይ ኖርወይ ቤት ፍርዲ ደው ኣቢልዋ ዘሎ ማለት እዩ። ሕጂ መባእሲኦም በዚ ጎግሪን ኤርትራ ዝብል ዝተሰየመ መደብ እዩ። ነቲ መደብ ሱ ከፍጽም ብጣዕሚ ይንቀሳቐስ ነይሩ። መንግስቲ ኤርትራ ግን ቅቡል ኣይገበሮይ። በዚ ምክንያት እዚ ድማ ሞኒካ ገለታት ዘረባታት ሕማቕ ዘረባታት ሕማቕ ተግባራት ኣብ ልዕሊኡ ትፍጽም ማለት እዩ። ብርግጽ ሞኒካ ንዮናስ ይኹንት ጥራሕ ጸሪፋቶ ንኤልሳ ጭሩም ንሰልጠነ ንውፊ ንብዙሓት በቃ ስነ ጥበባውያንት ከይተረፉ ንበዓል ሄለን ተስፋይ ብዙሕ በቃ ሚስጥር እናውፀት ኣብ ላይቭ እንዳእተየት ብዙሕ ነገር ትዛረብ እያ ማለት እዩ ግን ብዙሕ ሰብ ምንም ክገብር ኣይከኣልን ክኸስ ኣይከኣልን ኣብ ሚድያ እንዳወፀ እዩ ጥራሕ ክምልሰላ ዝኽእል ማለት እዩ ካሊእ ምንም ዝገብሮ ነገር ኣይነበረን ሕጂ ግን ዮናስ እምባዬ ነቲ ዝወለቶ ኩሉ ነገር ሰኒዱ ከም ቂም ሒዙ ማለት እዩ ኦስሎ ኮይዱ እዩ ከሲስዋ ማለት እዩ ን48 ሰዓታት ኣብ እንዳ ፖሊስ ኣፅኒሕዋ ማለት እዩ ነዚ ድማ ከም መረጋገፂ ኮይኑ ኤልሳ ጭሩም እያ ኣብ ማሕበራዊ ሚድያ ፅሒፋቶ ማለት እዩ እንታይ እያ ትብል ሕጂ እውን ደጊመ መርሃዊት መብራህቱ ኣይቡ ወይ ድማ መኒካዊት ግደፋዊት ካብ ዓርቢ ዕለት 6 ለካቲት ኣብ ትሕቲ ቀይዲ ፖሊስ ነርወይ ክትምርመር ከም ዝቐነየት ከረጋግፅ እደሊ ከምቲ ኣቐዲመ ዝገለጽክዎ ካብ ዓርቢ ጀሚሮም ንልዕሊ ኣርብዓን ሸሞንተ ሰዓት ሒዞማ ስለ ዝጸንሑ ብመሰረት ሕጊ ሃገረ ነርወይ ንምርመራ ንኣርብዓን ሸሞንተ ሰዓት ኣብ እንዳ ፖሊስ ኣጽኒሖማ እዮም። እቲ ዝደልይዎ ሓበሬታ ኩሉ ምስ ረኸቡ ፈቲሖማ ማለት እዩ። እቲ ሕጋዊ መስርሕን እቲ ኣብ ልዕሊኣ ተኸፊቱ ዘሎ ክሲ ኣብ ደገ ኮይና ክትከታተሎ ድማ ከም እትኽእል ነጊሮማ ማለት እዩ። ግበል ሰሪቕኻ ጉምቦ ጎምብሕ ከም ዝበሃል ሞኒካ ኣቐድም ኣቢላ ኣብ ቲክቶክ ላይቭ ኣትያ ኣይተኣሰርኩን ክትብል ጸኒሓ እሞ እቲ ክሲ ተመስሪቱ ዘሎ ኣብ ነርወይ እዩ ኣብ ማሕበራዊ ሚድያ እንዳውጸት ግን ኣይተኣሰርኩን ኣይተኸሰስኩን ኢልካ ምኽሓድ ጌጋ እዩ ትብል ኣላ እኳ ደኣስ እቲ ሕጂ ወጺኣ እትጸርፎን ትፍክሮን ዘላ ነቲ ተኸሲሳትሉ ዘላ ጉዳይ ዘራጉድን ነቲ ጉዳይ ከጋድዶ እንተዘይኮይኑ ሓጋዚ ኣይኮነን ትብል ኣላ ማለት እዩ ካልእ ድማ ቅድሚ ገለ መዓልቲ ንበዓል ፈንቅል ክረክብ ንኤርትራ ከይድ ኣለኹ ኢላ ኣብ ቲክቶክ ድሕረ ገጻ መልእኽቲ ጠቂዓ ነይራ ኤርትራ ከም ዘይኸደት ርግጸኛ እያ ንመን ክተደናግር እዚ ኩሉ ሓሶትን ምህዞን ትዝርግሕ ከም ዘላ ክርድኣኒ ኣይከኣልን ሞኒካ ዮናስ እምባየ ጥራሕ ኣይኮነን ከሲስዋ በቲ ኣብ ማሕበራዊ ሚድያ ትብሎ ጸርፍን ጸለመን ብዙሓት ጥርዓኖም ንፖሊስ ኖርወይ ከቕርቡ ጸኒሖም እዮም ብዝኾነ ነቲ ዝቕጽል ሕጋዊ መስርሕን ብግዜኡን ብመዓልቱን ካብ ፖላይስን ቤት ፍርድን ነርወይ ክሳዕ ንሰምዕ ብትዕግስቲ ምጽባይ ከድሊ እዩ ትብል ኣላ። ሎሚ ዕለት ትሽዓንተ ለካቲት እያ ክልተ ሽሕን ዕስራን ሽዱሽተን እያ ጽሒፋቶ ዘላ ማለት እዩ ኤልሳ ጭሩም። እቲ ፍርዲ ወይ ንጽባሕ ወይ ንሎሚ እዩ ክኸውን ማለት እዩ። ሎሚ ኣብ ደገ ኮይና ነቲ ጉዳያ ክትከታተል ከም እትኽእል እዮም ገሊጾምላ ዘለዉ። ግን ሙሉእ ብሙሉእ ተለቒቓ ማለት ኣይኮነን። ስለዚ ብዙሓት ሰባት ግን ከም ዝተለቐቐት ባዕላ እውን ኣብ ሚድያ ወጺኣ ከም ዝተለቐቐት እያ ትዛረብ ዘላ። እስኪ ናታ መልሲ ዝሃበቶ ሰሚዕና ንመለስ እሞ እንታይ እዮም ኢሎማ እንታይ እዮም ዝብል ድማ ብሓባር ኣብ መወዳእታ ክንሰምዖ ኢና ክሳብ መወዳእታ ሓቢርኩና ፅንሑ ሰናይ ፃንሒት ነዛ ቻነል ሳብስክራይብ ነዛ ቪድዮ ድማ ላይክ ግበሩ እስኪ ሞኒካ ዝሃበቶ መልሲ ሰሚዕና ድሓር ድማ መወዳእታ እንታይ ዓይነት ፍርዲ እዮም ሂቦማ ንዝብል ድማ ካብ ንበዓል ዮናስ እምባይ ክንሰምዕ ኢና ማለት እዩ እስኪ ነዛ ቪድዮ ተኸታቲልና ንመለስ
ከመይ ኣምሲኹሞ ሞኒ ሓፍተይ እንኳዕ ድምፂ ክሰማዕኩሞ ደስ ኢሉኒ ሕጂ ኩን ኦፍ ኤሪትሪያ ካብ ሕጂ ንዓኺ ደሞዝ ኒና ክንገብረልኪ ዋላ ኣይትተኣሰሪ እንኳዕ ድምፂ ክሰማዕና ኩላትኩም ኣተባብዕዋ ንግስትኹም እያ ካብ ሕጂ እንታይ እዩ ተረኺቡ ተኣሲራ ኢላትና እዚኣ ልኹሳስ እዚኣ ጠዋይ ኣፋ ኤልሳ ጭሩም ፅሒፋቶ ደላሲ ሞኒካ ኣርባዓን ሸሞንተን ሰዓት ዶ ገለ ኣሲሮማ ኣለዉ ኖርወይ ኢላ ፅሑፍ ኣውፅያ ኣ ሕጂ እስር ቤት ኮይነ እየ ዝዛረብ ዘለኹ ማለት እዩ እንቋዕ መጻኺ እንቋዕ ሰማዕኩ ኣነ እኮ ቀሲነ እኮ ሕጂ እኮ ሱፐር ቦል ገዲፈ እኮ እየ ወፀ ላይፍ ከፊተ ኣሞረ
ይገርም እዩ ኣብ- ባይዘወይ ኣነ ጌሸ እንደ ዘለኹ ሕጂ ኣጋጣሚ ኣይተ ኣይደቀስኩን ፀኒሐ እዋ፣ ማሪ ከዓ ደዊልለይ ገለ ማለት እዩ ሞኒካ ዝብሉ ዘለው ስምዒ እዮም ገለ ኢልኒ ክላ እንታ ክንሰምዓሎም ገለ ገለ ኢለ ሕጂ ግን ከምዚ ምሽ ኣሎ ሓሳዊ ቆርበስ እንዳሓደረ እዩ ዝፈኩስ በቃ ሕጂ ሓሰውቲ ምዃኖም እዮም ተገምጊሞም እምበር ኣይተኣሰርኩ ኣይተበልኩ ኣንድ ኣዛወር ኣለኹ እምበር ዓለም ረግፃ ኣለኹ ተማም ገይረ ኣይትሓፍሩን ቁርብ ኣይትሓፍሩን ከምዚ ኢልኩም ክትዛረብ ከለኹስ ኣይትሓፍሩን ዲኹም እቲ ሰብ ሃንደበት ክመፀና እዩ ገለገለ ኢልኩም ኣይትሓፍሩን ሕፍረት ዝበሃል ነገር የለን ስኢልካ ድ ብሕጂ የበሉ ክድክረኩም እየ ብሕጂ ብሕጂስ ክድክረኩም እየ ያ ሓንካሳት ያ ፖልዮ ብሕጂ ፅቡቅ ገይረ ክድክረኩም እየ ንስኻትኩም ክትፀርፉ ከለኹም ሓላል ሰብ ክፀርፈኩም ከሎ ከዓ ሓራም እቲ ሕግስ እቲ ሕግስ ደ- ከምዚ ዘይንፈልጦ ሓ- ምዃን ሓቆም እዮም ብፍላይ እቶም ደቂ ሓማሴን ስቕ ስለ ትብሉ እ፣ ከም ክላ እንታይ እሞ ክዓብስ ይገለልኩም ስቕ ስለ ትብሉ እዮም ኣብ ር- ብድሕሪ ድሕሪ ሕጂ ክነፅረኩም ኢና ድሕሪ ሕጂ ሕፅቦ ዝበሃል ኣሎ እንዳሓፀብናኩም ኢና ንኸይድ ክትፀርፉና ኢኹም ክንፀርፈኩም ኢና ኣነ ግን ሕጂ ኣብ ደረጃኹም ወሪደ ክዛረብ ኣይደልን የእልፊ ጓሓፍ ንጓሓፍ መፈጠርኩም ደጽ ጅግና ደይብሉ ሰብ ኩሉ ግዜ ከምኡ እዩ ጅግና እንድሕር ዘይብልካ ብነብሰ ምትሓት ኢኻ ትሳቐ ስለዚ ድሕር ሕጂ ክትጸርፉና ከለኹም ሓጺበ ክሰጥሓኩም እየ ኣነ ሰረቕስ ንዓይ ክኸሰኒ ሰረቕስ ንዓይ ክኸሰኒ ደኾይዳ ደንጉ እኳ ክኸስስ እየ ካብ ድብል ኣብ ሶሻል ሚድያ ካብ ዘዕገርግርሲ ነዊሕ ገይሩ ፈቲኹም ፀሊእኹም ኣነ ጓል ውጭ እየ ጓል ፍሊጶስ እየ በቃ ንዓይ ድኸስስ ኣካል እንድሕር ኣሎ ይምፃእ ኣብቲ ድ- ኣብቲ ድኸሰስኩም ዶ ኣብቲ ቢቲሽን ኣውፅዎ ንኣው ፈሪመልኩም ኣለኹ እኮ መባዝሕቲ ባዕለይ ከማን ክጉስጉሰልኩም ኢለኩም ምሽ ስለዚ በጃኻ ልዮን ሓወይ ነዚኦም ኣብ ደረጃኦም ወሪድና ከማን ክንዛረብ አ- ሓፊርና ሕጅስ ሕጂ እንታይ ክብሉ ክእሉ እስከ በስመ ኣብ ወልድ መንፈስ ቅዱስ ናይ ሓሶት መንፈስ ዘለዎ ሕብረተሰብ ከምዚ ሕብረተሰብ ዝርአ ይፈልጥ እየ። ብሓፂሩ እስኪ ክድሰቑ ኢኹም ድሕሪ ሕጂ ከምዚ ንስኻትኩም ጥራይ ገበርትን ሓደግትን ከምዚ ንስኻትኩም ጥራይ ከሰስቲ ከምዚ ንስኻትኩም ጥራይ ፀ- ድሕ- ድሕሪ ሕጂ ክትልኹሰሰ ኢኽና ትንለኾስስ ፖሊዮ ፖሊዮ ፖሊዮ ሶረ ኣሞረ እስኻ ከለኻ ምስ ተፃሪፍና ኣይትሓዘልና ብድሕሪ ሕጂ ንሕጂ ግና ሓሰኻት ኔበሎም በጃኻ ኢለካ ድኸስስ ከዓ ያላ እዚ ዓዲ ኋላ ጌርኩሞ ነርወይ ዋላ እንታይ ነርወይ ሰራየ መሲልኩም በ- ነርወይ ናይ ሰራያ ጌረማ መስለኒ ኣብቲ እስኹም ትኣምኑሉ ኣብቲ ናትኩም ዘለኩም ሕጊ ኣብኡ ኢኹም ከምዚ ኢልኩም በጥራዕ ኣራዕ ትብሉ እምበረይ ሕጊ ኖርወይ ንኩሉ ሰብ ብሓንቲ እያ ብሓንቲ ኣካል እያ ትም- ት- ትፈርዶ ስለዚ ወይ ወሸለ ከሰስቲ ኮይንኩም መፂኹም ንፅበ እንዲና ደለና ተፀበይቲ እኳ ኢና ደለና ኣይተኣሰርኩ ኣየበልኩ ሓሶትኩም ግን ፈሽልኩም በቃ video AI ya. Why? Scared. ኣብ ሞኒ AI why ሞኒ AI ሞኒ AI? ሞኒ Huh? ሓፍተይ ክነግራኪ Uh, ንዓኸ ዕበይ እንዲልኪ ንዓኻ እ፣ ዕፅፍታት ካብዚ እ፣ ልዕሊ ኢሳያስ ኣፈወርቂ እኒና ክነዕቤኪ ክነግራኪ ስጋዕ ክንዱ ትሕሚምዮም ተኾንኪ ማለት እዩ ስጋዕ ክንዱ ትሕሚዮም ተኾንኪ እስካብ ሕጂ እውን ከምደይ ትሰርሒ ስራሕክስ ንዚኦም ሎክሳሳት ንዕኦም ምድራዕ ጥራይ ከምቲ ስራሕኪ ከም ዝኾን ክገብሮ ኢና ኣነ ከዓ ሲ ኣነ እንዴ ዝቀርቦ ኣብዚ ኣሜሪካ እየ ዘለኹ ኣነ ላስ ቬጋስ እየ ዘለኹ እታ ክስታት ናትክሞ ልክዕ የምፀለይ ኣነ ከዓ ክደግመሎም ቪድዮ ከፊተ ሲ ኖ ኖ ንዚኦም ብዓቢ ለኹ ደረጃ ሳሳት እኳ ይደ- ንዚኦም ሌም ፖሊዮ ሓወይ ሲ በዛ ኣይትጨነቑ ብዓቢ ደረጃ ብዓቢ ኣነ ኮንኩን ክኸሶ ሕጂ ብዓቢ ደረጃ ይፅበይዎ ስለ ዘለዉ ኣይመፀን ደንጉ እኳይ ስለዚ ደንጎየ እኳይ ኣንሕና ተጸበይቲ ኢና ደለና ምሽ ከሰስቲ ኮይንና ክንከይድ ተኸሰስቲ ኮይንና ክንከይድ እሞ ሽዑ ኢና ነራኻኽበሉ ስለዚ ይምጻእ ኣነ ተጸብየ እየ በቃ ይጽበዮ እየ ዘለኹ ሕጂ እውን ኤልሳ ጭሩም ደሚሩ ድዩ ወላ ዓንደብርሃን ደሚሩ ድዩ ይምጻእ ይጽበዮ እየ ዘለኹ በቃ ተጸባይት እየ ዘለኹ ኣነ ስለዚ እቶም እቶም ሰባት ከዓ ስቕ ኢልኩም ረበሽበሽበሽበሽ ኣይትበሉ በቃ ኣነስ ከምኡ ከይመፅ ኢለስ ቪድዮታት ጠቂዐልኩም ኣለኹ ድሓር ኣብ ነርወይ እኳ ዝቕመጥ ኣነ ኣብ ነርወይ ኣብ ነርወይ ሲ ኣይኳንዶ ኣይኳንዶ በዚ ኣብ ሶሻል ሚድያ ተዛሪባ ኢሎም ሲ እ? ሰብ ዝቐተለ ከማን ሰብ ዝቐተለ እዩ ዝእሰር ኣብዚ ነርወይ ብመልሓስካ ተተዛሪብካስ ዝኣስረካ ወላ ሓደ የለን ነርወይ ከዓ ኣነ እምበር እሳቶም ኣይዕስ ኣነ እምበር እሱ ኣብ ኣሜሪካ ዘሎ እሱ ይኮነን ዘገድስ እሞ ከዓ ሰራቂ ጥዑይ እኳ ከይከውንስ ሰራቂ ኣቴንሽን ሲከር ምፃ እሞ ድሓን ዝኹዓትካያ ጉድጓድ ክትኣትዋ ኢኻ ስለዚ እዋ ኣይትገደስሎም ኣነ ሕራይ ህዝቢ ተረብሽ ኣሞሬ እንዶ ስለ እንቋዕ ደሓን ዝበልኩ እየ መፂኣ መጀመርያ ኣሞሬ እንቋዕ ደሓን መጻኺ እ፣ ኣነ እውን ንሱ ኢና ኢልና ሕጂ እንታይ መሲልኩም እዚ ሰብ ምሁረይ እዩ ሓሳዊ እዩ እዚ ሎቕማቕ እዚ ኮነን ከዓ ንሞኒካ ካልእ እንተኸሽዋ እውን መንፀፍ ክንኮና ኢና መንፀፍ ክንኮና ኢና ፈቲኹም ፀሊእኩም ዋላ ሓማሴን ዘይኮነት ዋላ እቲ ሓደ ዘይኮነት ሞኒካ ንዓይ ትፅረፈኒ ነቲ ሓደ ፅረፎ ሕብረተሰብ ፅረፍ ካልእ ትብረሲ ንሳ ብተግባር ዝጠቐመቶ ነቲ ሕብረተሰብ ኣሎ ተረዲኩም ብዓብዩ ቲክቶከር ስለ ዝኾነት ሜድያ ስለ ትፍለጥ ነቲ ናይ ኤርትራዊ ከነኣእሶ ከጥፍእዎ ስለ ዝደልዩ እዚ ኣሎ ክትርድዎ ዘለኹም ኤርትራዊ ክፍለጥ ኣይደልዩን ይኾነ ካብ ኣምሓራይ መፂኦም ካብ ገለ መፂኦም